ከምታ እሳስ ንዕለታዊ ህይወትካ ትጸልኣሉ ኣጋጣሚ በጺሕካ ትፈልጥዶ? ወይ ከኣ ብውሕዱ ትርጉም ምንባር ክሳብ ዝደናገረካ ደረጃ ክትበጽሕ ይዝከረካዶ ወይ ይዝከረኪዶ? እወ ግድን እዩ ኣብ ሂወት ውረድ ደይብ ናይ ናብራ ወይ ዘይተጸበኻዮ ደስ ዘይብል ፍጻሜ ወይ ከኣ ሓሳብካ ምስኻዕ ክኣቤካ ከሎ ኮታስ ዝተፈላለየ ኣጋጣሚታት ሰላምካ ሰሪቑ ካብ ግዝያዊ ቀጨውጨው ክሳብ ሂወትካ ዘጽልእ ሃዋሁ ከብጽሓካ ይኽእል እዩ። ኣብ ከምዚ ኩነታት ዝስመዓና ናይ ሓባር ረቋሒ እንተሃልዩ ሓደ ባዶነት እዩ፣ Emptiness፣ በቃ ዋጋኻን ክብርኻን ኣትሒቱ ዘነጻጽር ባዶነት። እቲ ዝጎነፈና ብዘየገድስ ኣብ ከምዚ ሰዓት እንተበጺሕና ናይ በይንና ግዜ ወይ ንፈትዎ ሰብ ወይ ውን ኣነቓቓሒ ዝኾነ ኣጋጣሚ ኢና ንደሊ። እንተኾነ ንሓደ ካብዚኣቶም ወይ ንዕኦም ካብ ዝመሳሰሉ ክንረክብ እንተዘይከኣልና፣ እዚ ስምዒት ናብ ዘይተደልየ ክኸይድ ዘለዎ ተኽእሎ ልዑል እዩ። ግን እስከ ቁሩብ ንመልከት። ርሳስ። መቸም ርሳስ ክበሃል ከሎ ንገሌና ናይ መባእታዊ ወይ ቅድመ መባእታዊ ትምህርትና ከዘክረና ይኽእል እዩ። ንገሌና ከኣ ክሳብ እቲ ዝለዓለ ደረጃ ትምህርትና ኣድላይነት ርሳስ ቀሊል ዘይምንባሩ ትዝ ክብለና ንቡር እዩ። ብዝኾነ ንሎሚ ኣርባዕተ ኣገደስቲ ነጥብታት ምስ ርሳስ ብምትሕሓዝ ክወስኽ ክብለኩም እየ። ቁጽሪ ሓደ። ሓንቲ ርሳስ ጥቕሚ ዘለዋ ርሳስ ክትከውን እንተኾይና ካብ ግዜ ናብ ግዜ ክትጽረብ ኣለዋ። ክትጽረብ ክንብል ከለና ንዓና ተራ ነገር እዩ። እንተኾነ እስከ እታ ርሳስ ስምዒት ዘለዋ ጌርና ንሕሰባ። ኣብ ነፍሲ ወከፍ ትጽረበሉ ግዜ ምንባራ ክሳብ ትጸልእ ምስ ተቐንዘወት ማለት እዩ። ቃንዛ ጸሊኣ ምጽራር ዝተሓንጊዳ ከኣ ትርጉም ዘይብላ ስለ ትኸውን ወይ ክትጓሓፍ ወይ ውን ናብ ሓዊ ክትድርበያ እዩ። ልዕሊ ኩሉ ከኣ እቲ ምስ ተጸርበት ጥራይ ዝርከብ ካብ ዝሓለፈ ዝደመቐትን ዝበለሐትን ዝበለጸትን ብምዃን ዝያዳ ኣፍራይትን ትርጉም ምፍጣራ ዘንጸባርቕ ንጥፈታት ይንፈጋ ማለት እዩ። ስለዚ ንሕና ከኣ ልክዕ ከምታ ርሳስ ብማሕለኻታት ህይወት ይኹን ብዓመጻ ሰባት ኮታስ ብዝኾነ ብድሆ ምስ ንፍተን በዚ ፈተና እዚ ኢና ባህርያትና ባህልና ማለት ውልቃዊ ባህልና ዓቕምናን ዕቤትናን እንሃንጽ። ዝያዳ ካብዚ ብድሆ እዚ ምስ ወጻና ኣዚና ዝሓየልናን ዝበለጽናን ከም እንኸውን ክንግንዘብ ይግበኣና። ቁጽሪ ክልተ፣ መደምሰስ ርሳስ ዘይከምፒሮን ካልእ ዓይነት ቀለምን ኣብ ጉዕዞኣ ምጉይጋይ ከጓንፍ ከም ዘኽእል ኣጸቢቓ እያ ትፈልጥ። ስለዚ ኸኣ ኩሉ ግዜ መደምሰስ ኣብ ዝባና ሒዛ እያ ትጓዓዝ። ግና ኩሉ ንጋጉየ በታ ጌጋ እትብል ቃል ዝግለጽ ኣሉታዊ ንጥፈት ማለት ኣይኮነን። ገሊኡ ኣብ ቀጻሊ ክንመኣዘነሉ ስለ ዘለና ዝመጽእ ንትምህርትን ንዝያዳ ብስለትን ዝጎንጸና ኣጋጣሚ እዩ። ስለዚ ከኣ ዋላ እኳ ንኹሉ ጌጋታትና ክንድምስሶን ክንእረመሉን ዘለና እንተኾነ ዝያዳ ግን ክንመሃረሉ እዩ ዘለና። እዚ ከኣ ካብቲ ብሰንኪ ዝጎነፈና ኩነታት ዝስመዓና ባዶነት ዝበልናዮ ከናግፈና እዩ። እዚ ማለት ዋላ እውን ኣብ ዘይሕጉስ ሰዓት ንሃሉ ሓይልናን ሞራልናን ግን ኣይክትንከፍን እዩ። ቁጽሪ ሰለስተ፣ ርሳስ ኣብ ነፍሲ ወከፍ ኣጋጣሚ ኣሰር ኣያትገድፍ። እዚ ከኣ ኣብ ጉዕዞኣ ማለት ኣብቲ ኣገልግሎታ ዋላ ብኢድ ካልእ ትተሓዝ ሕብራ፣ ድምቀታ ኮታስ ኩልንትንኣ ኣብቲ ሰነድ እዩ ዝተርፍ። ኣካል ሕሉፋን ታሪኻን ድማ ይኸውን። ንሕና ከኣ ኣብ ጉዕዞ ህይወትና እቲ ዝጎነፈና ጽቡቕን ሕማቕን ኣካል ታሪኽና ምዃኑ ክንግዖ የብልናን። ንሕና ከም ዝበለጸ ፍጥረት ፈጣሪ ምዃንና ግን ሕሉፍና ታሪኽና ጥራይ ዘይኮነ ንዓናን ንኻልኦትን ምምሃርን ኣብነትን ክንቅይሮ ንኽእል ኢና። ስለዚ ኸኣ ሎሚ ክሳብ ባዶነት ዝጎነፈና ኣጋጣሚ ጽባሕ እንዳሰሓቕና ወይ እንዳስተንተንና ንዝክሮ ታሪኽ እዩ። ቁጽሪ ኣርባዕተ፣ እቲ ዝበለጸ ወይ ኣገዳሲ ክፋል ርሳስ እቲ ውሽጣዊ ኣካላ ምዃኑ እዩ። ርሳስ ካብ ዝተፈላለየ ዕንጸይቲ ትሰራሕ፣ ብዝተመርጸ ኣቀራርጻን ሕብርን ትሰለም፣ እቲ ቀንዲ ኣገዳሲ ክፋላ ውሽጣ እዩ። ኣብ ነፍሲ ወከፍ ትደኽመሉ ምጽራባ ዘድልየና እውን ነዚ ውሽጣዊ ክፋላ ብምልኣት ክንረክብ ኢልና ኢና። ስለዚ ንሕና ውን ኣብ ህይወትና ምጽራፍ፣ ምሕያል ወይ ለውጢ ዘድልየና ነቲ ውሽጣዊ ሓይልና ንምብርባርን ዝያዳ ንምዅልዑን እዩ። ስለዚ ኸኣ ነቲ ጌጋ ስእሊ ሂቡ ውሽጥና ባዶነት ክስምዓና ዝገበረ ኣጋጣሚ ብውሕዱ ነዚ ናይ ርሳስ ጕዕዞ ዘኪርና ውሽጥና ምልኣትን ተደራቢ ሓይልን ከም ዘድልዮ ክንፈልጥ ይግብኣና። ገሌና እኳ እሞ ከም ርሳስ ንጎንጎ እንዳተጸረብና ዲና ክንዳቓቕ ደሊኻና ከም ትብሉ መቸም ዝግመት እዩ። ጌጋ ግምት እንተ ዘይኮይኑ ማለተይ። ኖኖ። ርሳስ ከም ኣብነት ዝመጸት ነጥቢ እምበር ወዲ ሰብ ዝያዳ ኩሉ ፍጡር ብኣምሳል ፈጣሪ ዝተፈጥረን ካብ ኩሉ ዓይነት ፍጥረታት ከኣ እቲ እንኮ ንኸባቢኡ ክመሳሰልን ወይ ክወሃሃድ ጥራይ ዘይኮነ ንከባቢኡ ክሳብ ብዝጥዕሞ ኣገባብ ክቕይርን ከማእዝንን ስልጣንን ጸጋን ዝተዓደለ ፍጥረት እዩ። ስለዚ ዋላኳ ንዘንግዓዮ ኪንዮ እንሓስቦ ዓቕምን ሓይልን ዘለና ፍጡራት ኢና። ደሓር ከኣ ዕምሪ ርሳስ ከም መድረኽ ንርኣዮ። ካብ ሓደ መድረኽ ናብ ካልእ መድረኽ ክንሰጋገር ከለና ካልእ ርሳስ ማለት ዘይተደቓቐት ርሳስ ከም ንገዝእ ንሎሚ ኣብዚኣ ኣለና። ኣብ ቀጻሊ።